ብመደባትና ትዓግቡ ክትህልዉ ተስፋ እንዳገበርኩ ከምዚ ክትከታተልዎ ዝጸናሕኩም ውልዶ ስነ ጥበባዊ ኣዛህሪ ያቆብ ብዙሕ ብሄራት ክደርፍ ዝኽእል ኣብ ብዙሕ ሞያ ዝሳተፍ ዘሎ መንእሰይ እሞ ደቂ ኤረይ መዓረይ ከም ቀደምኩም ሞራልኩም ኣይፈለየኒ የቀንየለይ። ድምጻዊ ኣደንጉኪ ንመዓት። ናይ ድምጻዊ ኣደንጎኪ ሕረ።

ዓወድያ ብኣኺ ዶ ክጅምር? ዓወድያን ያቆብን ከም ፍቑራት መጠን ከም ሰብ ሓዳር መጠን ዝለዓለ ምግርጫው ኣጋጢሙና ትብልዎ ኣሎ ዶ?
እዋ እንታይ መስልኪ ሜሪ ምግርጫው ዘሎ እንድዩ ማቴሲ ክልተ ሰብ ሓዳር ኮንካ ክህሉ ይኽእል ከይህሉ እውን ይኽእል ኣነ እኳ ዝዝክሮ እኳ የብለይን ምስ የቕብሲ እንታይ እሞ ክብለኪ ሕጂ እዚኦም ቆልዑት ካብ ዝውለዱ ብፍላይ ቀደም ናይ ግዜ ንእስነት ክህሉ ይኽእል ገለ እንተዘይኮይኑ ኣነ ምስ የቆብ ብግርጭት ተገራጭየ መዓልቲ ዝኾረኹላ መዓልቲ ወይ ካባይ ተገራጭ እሱ ዝኾረየላ መዓልቲ ኣይዝከረኒን እዩ ሓር ንያቁብሲ
የዕገርጊሩ ካብ ገዛ ወፂ ሓዲሩ ገለ ይፈልጥ ላላላስሒል ኣይወፅን ኣይወፅን ንስኻ ከም ጌር ትፈልጥ ዳሞ ከመይ ገይረ እሱ ከሎ ክገድፎ ስለ ዘይክእል ብመሰረቱ በቃ እንታይ እሞ ክብለኪ ንባዕለይ ከማን ገርመኒ እዩ ገርመኒ እዩ ስለዚ ብዙሕ ትርኢ እንዳሃ ትርኢ ትዕዘብ ገለ ተናህናስ ፍሉይ ኮይኑ ስምዓና ኣነ ላብቲ ዘለኹ ኣከባቢ ፍሉይ ኮይኑ ስምዓኒ እቲ ናተይ ናቱ ናተይ

ካብ ሕክምና መጽ በቃ ከምታ ኣደይ ዘላ ምሳይ ንያቆብ ድላይ እዚኣ ሃበኒ እዚኣ ግበረለይ እዚኣ ከምዚ ብከማ ዋላ ኣንስቲ መፅኤ ነው ይሄ ያቆብ እንታይ ኣለ ድሕገዝ የለን ሰዓት ሓሙሽተ ተስኡ ለሱ ጨርቂ ናይ ቆልዓ ቀደም ሓፂቡ ሰጢሑ ቡኑ ገይሩ ገዓቱ ገዒቱስ ኣና ወርድ ምስ ብሓንሳ ብሓንሳ ክልቴና ኣነስ ወላ ውራይ ኣሎ ካብ ያቆብስ ክልቴና ምስ ሰብ ተሓዊስና ዘበናየስ ነገርስ ኣይዝክረንን
ብጣዕሚ ዕድለኛታት ኢኹም ብጣዕሚ ዓዋደ ሓፍተይ ያቅባብ ስብሎ ኣለካ ድዩ
ገሊፀታ እንዲያ ሕጂ ኩሉ ግዜ እንታይ እቲ ዘለኻያ ሞያ ንባዕሉ ከማን እኳ ኣደርጋና ከምኡ ዝዕድም እኳ ኣይኮነ ኩሉ ግዜ ሕጉሳት ስለ ዝኾና ኣለካ ሓቂ ሓይሽ ስራሕ ብሓንሳእ ኢና ኩሉ ግዜ ስለ ንኸይድ ኣብኡ ከኣ ብሓንሳእ ስረሕና ብሓንሳእ ነታ ገዛ ንኣትዋ ማለስ ግዜ የብልናን ከማ ንግርጭት ዝኸውን ግዜን ሰዓትን ከ የብልና ሰምዕና ርኢና ከውን ኣይፈልጥ ከ ትጉራቤትና ከ ናይ ብሓቂ ከም ኣሕዋት እዮም ምር እምበር ሰብ ሓደር ከመን ዛት ኮይኑ ይስምኦም ናኸረብቲ ጉራቤትና ዘሎ ኢካ ከምዚ ኣሕዋት እዮም ኮይኑ ይስምኦም ከምዛ ዝበለታስ እንዴ ምናልባት ከይትረዳእና ዝገበርናዮ ዝተቆያቕናዮ እንተሎ እንዲ ኢላ እምበር ኣነሲ ኣይርዳእኒ መሰረት ትዝክሮ ባእስስ የብልካ ብፀወታ
ብክሳይ ኢና ጥራይና ልክ ከም ኣሕዋት በቃ እስኪ
ኣብ ከምኡ ደረጃ ዘብፅሓኩም ኣብ ፅቡቅ ፍቅሪ ምህላውኩም ደቂ ደቅኹም ኣብ ዝረኣኹምሉ ግዜ በፂሕኩም ኢኹም ያቆብ ካብ ምንታይ ትብሉ ወይስ ዓመታት ብሓንሳብ ስለ ዝሰዓሰዓኩም ድዩ ካብ ምንታይ እዩ እቲ ኣብ ከምዚ ደረጃ ጥዑም ሂወት ዘለኹምሉ ሕጂ እንታይ ኢለ ኩሉ ግዜ እ፣ እቲ መራኸቢ ንባዕሉ ኸዓ ዓብዪ ተራ እንድዩ ዘለዎ እንታይ እዩ እቲ ዘራኽበና እቲ ሞያ እዩ እቲ ስራሕ እዩ ኣራኽበና ንዓና ስራሕና ሓደ እዩ ብሓንሳእ ኢና ንወፍር ብሓንሳእ ኢና ነኣቱ

ብጣዕሚ ጽቡቅ እዩ ዓወድያ ኣብ 219 እስኽን ኣብ ሰሜናዊ ቀሕ ባሕሪ ኬድኪ ነርኪ ያቆብ ካን ኣብ ጋሽ ባርካ ኬድካ ነርካ ክልቴኹም ምውጻእኩም ኣብ ሓደ ኣብ ሓንቲ ግዜ ናይ ክልቴኹም መደብ ከዓ ንፌስቲቫል ኤርትራ ትልሂት ንምቕራብ እዩ ክልቴኹም ብሓንሳእ ምውጻእኩም ካብ ሓደ ገዛስ ኣብ ሓዳርኩም ይኹን ኣብ ደቅኹም ዝኾነ ጽልዋ የምጽእ
ክሳይ እንዶ ኩሉ ግዜ ሓደ እቲ ስራሕ እንዲ የገድደካ ግድን እዩ ከዓ ክልተኻ ብሓንሳብ ክትኸይድ ከለኻ በቲ ሓደ እቲ ስራሕ ዝኸድካዮ ንክትዕወት ኢኻ ትሓስብ በቲ ሓደ ከዓ ኣብ ገዛ ከዓ ቆልኦ ስለ ዝገደፍካኻ ግድን ኢኻ ሓንጎል ክሳይካሲ ኣብ ክልተ ትምቀልካ ግድን እቲ ሕጂ ንደርጋ ኣብቲ ገዛ ብዙሕ ዝሰክፈና ነገር የለን። ሓንቲ እታ ዝሰክፈና ግን ቅሩብ ጥዕና ዘይብሉ ቆልዓ ስለ ዝነበረና ኣብቲ ገዛ ገዲፍናያ ስለ ዝንኸይድ ሕጂ ኩሉ ግዜ ኣውድያ ብኡ ጥራያ ትሻቐል በቃ ደርጋት ብምሉእ ገንዘባሲ ብኣያ ወዲያ ትመፅእ ኩሉ ግዜ ቴሌፎን ክድውል መድሃኒትካ ወሲድካ ዶ ሰዓት ተኸይሉ ተሲ ቆሪስካ ዶ ተመሲሕኩም ዶ ከምኡ እንዳበለ በቃ ፍፅምኪ ደርጋ ምስ ደቂ እያ ትሕልፎ ሕጂ እንታይ በቲ ሓደ ጽቡቕ በቲ ሓደ ከዓ ክልተ ኸተታ ሒዝካ ክትወጽእ ከለኻ እታ ገዛ ብሓንሳእ እያ ኣጽልሚ ትብል ሕጂ ኩሉ ግዜ ከተሻቕሎስ ኣሎ ብፍላይ ናይቲ ወድና ከዓ መድሃኒት ስለ ዝወስድ ሕጂ እቲ መድሃኒት እቲ ቆልዓ ሓዊ ኣሎ ንፍኦ ምዕባዩ ማለት ቁሩብ ንኸይ ዘንግዕ ዳኣ እምበር ንሱ እውን ኣይገድፎን እዩ ግን ሰዓት ሽዱሽተ ናይ ግድን ወይ ኣነ ወይ ዓውድያ ተለፎን ናይ ግድን ክድወል ኣለዎ ሰዓት ተኺኢላ ለተሲ ንብሎ ነቲ ኣብ ሓዉ ውን ንሱ እንት ደይኩስ ኻብ ውን ትቶ ተቐቢሎ ኻብ ሰዓት ክኣኺል ኣላ ካይና ኻብ ውሰድ ከምኡ እንዳቤና ኢና ክልትን ወይ ኣን ክድውል ኣለኒ ወይ ካ ንሳ ክድውል ኣለኒ
ብጣዕሚ ዓውድያ እስኪ ንያቆብ ግለጽዮ ተትበሃልስ ከመይ ምገለጽክዮ ኣብ ልዕሊ ሓዳሩን ኣብ ልዕሊ ዓወትያን ኣብ ካልኦትን
ወላሂ ንያቆብ ኣና ከመይ ገልጹ መስለኪ ያቆብ ፈቃር ደቁ እዩ ሓደ ካልእ ከዓ ሓዳሩ የኸብር ካልእ ናይ ያቆብ ብልጫ እንታይ ኣሎ ያቆብ ከም ባህሪ ዘለዎ ስቕ በሃላይ እዩ ኣስተውዓላ እዩ ከኣ ማለት ዝኾነ ነገር ኣይፅግሞን እዩ ከም ሰብኣይሲ ምሽ ኣሎ ናይ ሰበይቲ ነገር ኣሎ ሕጂ እዚ ኩሉ ናይ እታ ገዛ ዝማላእ ነገር እንድሕር ኣሎ ናይ ውሽጢ ናይ ደገ ኩሉ ከማልኦ ይኽእል እዩ ኣነ ኸዓ ከም ጓል ኣንስተይቲ ሕጂ ይወጽእ ወይ ገለ ገለ ምብጻሕ ይህልወኒ ወይ ይገይሽ ናብ ቤተሰብ ወይ ገለ ኣይሽገርኒ ብጣዕሚ የቆብ እንድሕር ኣሎ ምስኦም እሶም የቆብ እንድሕር ኣሎ ምስኦም ከማን ይበልጾም እቶም ቆልዑት ምክንያቱ እቲ ተገዳስነት ካባይ ንላዓል ኣለዎ የቆብ ኣባይ ይኹን ኣብ ደቂ ይኹን ሕጂ ይኣልየካ የቆብሲ ማለትስ እቲ እንታይ ሽሙስ ንያቆብ ኣነ ሓለፋ ዘለዎ ኣገላልፃ እየ ክገልፆ ዝኽእል ምክንያቱ እንተ ሓሚመ ይኣልየኒ እንተ ኣለኒ ከዓ ይውስኸኒ ሓፈሻዊ ሲ ናይ ያቆብ ሲ ምግናን ዘይብሉ ያቆብ ንፉዕ እዩ ኣብ ሓዳር ይኹን ኣብ ደቂ ይኹን ኣብ ስርሑ ይኹን ልዕሊ ኩሉ ከዓ ጠባዩ ምስ ሰብ ዘለዎ ጠባይ ብጣዕሚ ፍትው እዩ ያው ወላ ኣብቲ ከባቢና ይኹን ወላ ብመሳርሕትና ይኹን ብጣዕሚ እ፣ ፍትው እዩ ኣነ ከዓ ቅሩብ ንየቆብ እ፣ ስ- ምስዚ ናይ ኩነታት ናይ ጥዕናይ ቅሩብ እ፣ ሕጂ እንታይ ይኸውን ይሽቑረር ሓሚመ ክብሎ ገለ ይስንብድ ሕጂ ወላ እሱ ምእንቲ ከይስንብድ ኢለ ወይ ከዓ ከየብል ኢለ ከይሽቑረር ተቐንዜ ከሎ ሓንሳ ሓንሳ ይፅመ ይህ ዓወድያ ይብለኒ ወላ ሓንቲ ነባዕ ስቕ ኢለ ይግምጠል እየ ፀኒሐ ገለ ገለ ይብሎ ስለዚ ሲ ስክፍታታት ኣለዎ ንኣብነት ኣነ እንድሕር ሓሚመ ሓቂ ሓሽሜረ ንሕና ደሞዝተኛታት ኢና ልክዕ እዩ ሰራሕተኛታት መንግስቲ ኢና እዩ ግን እቲ ኩሉ ኣኺሉካ ከሎ ኣልሓምድላ ከም ሰብና ትብሎ ተደራቢ ነገር እንድሕር መፅዩካ ግን እንታይ ትኸውን ትጭነቕ ሕጂ የቐባነ ለይቲ ሓሚመ እንድሕር ኢለዮ እንድሕር ሓንቲ ኣብ ኢዱ የላን ንዓይ ስብ ምንታይ እዩ ክወስደኒ ሕክምና ኣይክእልኒ እዩ ስቕ ይብል ሕጂ የቐብር እንታይ ከም ባህሪ እንታይ ኣለዎ ወፅኡ ንጎረቤት ከምዚኣ ሃቡኒ ክመልሰልኩም እየ ኣይብልኒ ያቆብ ወላ እንድሕር መይተ ኣለኹ ዓወድያ ኣኺሉኒ እዩ ምክንያቱ እታ ኣብ ነፍሱ ዘላ ትስምዖ እምበር ከይዱ ንሰብ እዚ ኣባሃበኒ ከምዚ ክገብር እየ ባህሪ የብሉ ስለዚ ሰብ ከምዚ እና ክንዛረብ ክሰምዓና ከሎ እቲ ፅቡቅ እቲ ነገር ገዲፍካ ንነፍስኻ ክም ሓንቲ የብልካን ወይ ክም ሓንቲ ዘይትገብር ገለ ንኮስ ዘዘይኮነሲ ተደራቢ ነገር ስለ ዝመጸ እዩ እቲ ሽግር እድመጸካ።

ብፍላይ ገንዘብ የድልየካ ገንዘብ የድልየካ ከይትካ እሞ ከዓ ቀዳማይ ረድኤት ኢኻ ትኣቱ ዘለኻ ምክንያቱ እሱ ከዓ ክቡር እዩ ሸዓ ንሸዓ ከዓ ኢኻ ክትውድእ ኣለካ ሕጂ ኣብኡታት ክንደይ ክንደይ ግዜ ከምኡ ፀገም ዘጋጠመና ኣሎ ብሰንኪ ከምኡታት ሕክምና ዘይምክትታል ሕማም እንተመፂካ ክመፅእ ክኣቱ እዩ ግዜ ዘይወስድ እምበር ክጸንሕ ግዜ ይወስድ እዩ ድማ ስለዚ ያቆብ እንተዝህልዎ ኣብ ጅቡ ኣነ ሙሉ ለይቲ መዓልታዊ ከመላልሰና ኣይ ምጸልአን ኣብ ሕክምና ሸጋ እጉድ ናተይ ክፈ ግን ከምኡ ስለ ዝኾነ ብሰንከይ ድሽቕረሮ እዩ ብሸንከ ዝሓስቦ ይርዳእኒ እዩ ኣብ ድንጋጸ ኣለዎ ኣብ ርእሰይ ስለዚ እዚኣ
ያቆብ ንዓወድያ እቲ ብፍሉይ ትፈትወላ ባህራ እንታይ እዩ?
ዓወድያ ተፃወሪ ትሽግር እያ ናይ ብሓቂ በቲ ሓደ ከ ፈታሂ ትሽግር እያ ብጣዕሚ ክስተ እያ ስኢነ ኢላ ኣይትጨነቕ እያ በቃ ኣብ ዝኸደት ኸይዳ እታ ገዛ ናይ ግድን ወላ ሓንቲ እንተዘየለ ካብ ዘሎ ኣምጺኣ ነታ ገዛ ናይ ግዲ ኣማሞቐታ እያ ተመስ ንኣብነት ሕጂ ኣጋጣሚ ወትየ እንተ ጸኒኣ ሕጂ ኣነ ወላ ሓንቲ ሕጂ ክልተና ደሞዝተኛታት ኢና ተደሞዝና ፍሉጥ እዩ ገንዘብ እንተ ደሞዝ ተቐቢለ ደሞዛ ኣብዛ ኢደ እያ ዝረክባ እታ ደሞዝ ሕጂ ባላ ተከዋውነ ኩሉ እቲ ህይወት ናይቲ ገዛ ማለት እዩ ዝኾነ ወላ እንቲ ዘይብላ ኣብቲ ገዛ እንቲ ዘየለ ንሳ ካብ ንኣይ ክንምንት ከይጨነቕ ምሸልኪ ንኣይ ንኸይትዛርበኒ ንኣይ ንኸይትሸግረኒ እያ ደኣምበር ወይካ ይቋየቓ ወይካ ስለ ዝበኣሳ ስለ ዝጸርፋ ኣይኮነን እና ኣነ ክጭነቕ ቦታ ኣይትፈቱን እያ ወትያ በቃ ሓቂ ክነግረኪ ኣነ ካብ ብባህሪኤ ከዓ እዚ ከምዚ ተሸግሬ እሞ ከምዚያ ዝከሃበኒ እሞ ፅባሕ ንግሮ ከም ዝገብረካ ዝብል ብፍፁም ኣይወፃን ስለዚ ኢለ መልኩ ናተይ ባህሪ ይኮነ ኩሉ ግዜ ነናትካ ባህሪ እንደዘለካ ሕጂ ንሳ ሕጂ እንታይ እያ ምስዚ ተደጋጋሚ እንዳ ቁሩብ ጥዕና ስለ ዘይብላ ሕጂ ኩሉ ግዜ እንታይ ትኸውን ሽግራሲ ኣይትነግረኒ ኢና በቃ ከምዚ ኮይነ ኣይትብኒ እያ ኣነ ባዕለ ሕጂ በገፃ ርእየ ክሳይ ዝገብራ ሓደ ሓደ ግዜ ወረ ተስያ ደቂሰ ከሎ ሕክምና ትኸደለ ግዜታት ኣሎ ከይነገረትና እያ ደቂሰ ከለኹ ገድፋኒ ሕክምና ትኸይድ እቲ ሕክምና ከይዳ ምስ በይና ምስ ረኣይዋ ሕጂ ዋ መን ኣሎ ምስኣኺ ሰብኣይ ኣብ ገዛ ኣሎ ኢሉ ቴለፎን ሓብን ቴለፎንን ደውለ ተሲኺ ከይዳ ኣብቲ ሕክምና ክሳብ ክንዲ እዚ ነይሩ ሕጂ ኣወዲያሲ እንታይ ክብለኪ ብጣዕሚ ኣብ ልዕሊ ዘለዋ ኣረኣያ ኣብ ልዕሊ ዘለዋ ሓሎት እንዲ እዚ ኢለ ክገልፃ ይክኒ ሽግር ከዓ ዘሎ እንደ ኩሉ ግዜ መጓዓዝትና እንደ ትሽግር ግን እዛ ሽግር ብዝኾነት መገዲ ገይራ ክሳግራ ጥራያ ትሓስብ ኩሉ ግዜ
ብጣዕሚ ዘሕጉስ ባህሪ እዩ ከድንቃኪ ጥራሕ እየ ዝኽእል ዓወደይ ሓፍተይ ኣብ ሓደ ሞያ ምህላኩም ኣብ ገዛ እውን ትሰርሑ ኢኹም ኣብኡ ስቴፕ ተውፅኡ ቅድታት ናይ ሳዕስዒት ተውፅኡ ኢኹም ኣብ ከመይ ግዜ ኢኹም ተውፅዎ ነዚ ናይ ቅዲ ሳዕስዒት
ሕጂ ሓፈሻዊ እቲ ከምዛ ሓደ መደብ እንቲ ክነውፅእ እንተኾይና ወይ ከዓ ሓደ ትልሂት ክነውፅእ እንተኾይና ንኣብነት ካብቲ ድራፋይ ተካሴት ምሳና ሒዝና ንመፅእ ወይ ከዓ ሲዲ ወይ ከዓ እዚ ኣብ ፍላሽ ይኹን ወይ ኣብ ሞባይለ ሒዘ መፅእ ሕጂ ኣበይነ እንትልክኒ ከዓ እቲ ዝገርመኪ ከ ኣብቲ ግዜ ቡን እያ ትመፅኣና እተይ ወኒናታ እታ ሙስ እታ ግዜ ቡን እያ ትመፅኣና ቡን ክንሰቲ ከለና ሕጂ

ምስ ያቆብ ብሓንሳብ ምሃርኩም ጽቡቅ ጽቡቅ ዶ ይበዝሕ ዋላ እቲ ጸገማ ትበዝሕ እዋ ጽቡቅ ይበዝሕ እምበር ሕጂ ንሕና ሓደ እቲ ስራሕ እንድዩ ከምኡ ገይሩና ብጣዕሚ እቲ ኩነታት እቲ ድሕሪ ባይታ ዘሎ ናይ ገዛና ገዲፍካ ጽቡቅ እምበር ሓቂ ሓይሽ ሰሪሕካ ርሂጽካ ከምኡ ንክትከይድ ክልቴኻ ሓደ ዓቢ ብልጫ እዩ ካልእ እውን ትረኽበሉ ክልቴኻ እቶት ትእትወሉ እውን ሓደ ብልጫ እዩ ዋላ ሓንቲ ኣነሲ መክሰብ ኣለዎ እምበር ክሳረ ኮይኒ ኣይስማዓኒን እዩ
ብያቆብ ከም ጥሙት እዩ ኣብ ትልሂት እስኹን ከምኡ ኢኺ ፈልጠ ተሸርሽርኪ ገለ ትፈልጥ ዶ ኣይ እንታይ መሲልኪ ምንሽርሻር ናይ ጓል ኣንሰይቲ ባህሪ እንድዩ ሓደ ግዜ ሓሪሰ ነይረ ኣነ በቲ ወደይ ሕጂ ተመሪቖ ዘሎስ ሓራስ ነይረ ሕጂ ሓደሽቲ ኣዋልድ መጽየን ነይረን ሓደሽቲ ኣዋልድ መጽየን ሕጂ ኣነ ከምኡ እንድዩ ናይ ጓል ኣንሰይቲ ደሓር እኳ እዩ ደሓር ኩሉ ነፍሰይ ኮፍ ኣቢለ እንታይ ትኾነ ኣለኺ ኢለ ነፍሰይ ደሓር እየ ኣቢለያ እምበር ትመጽእ እታ ሓንቲ ያቆብ ንዕናይ ናበይ ንኸምዚ ያቆብ ንዕናይ ዋ እዚኣስ ጥዒቲ ድያ ካበይ እያ ከመፅያ ምክንያቱ ብድሕረ እያ መፅያ እወ ሕጂ ቅንኢ ክጅምረኒ ጀሚሩ ጀሚሩ በቃ እዚኣ ጓል እንታይ እያ ኢለን ያቆብ ይዛረባ ኣንቲ ሕጂ ብድሕሪኺ መፅየን እየን ብድሕሪኺ መፅየን ኣነ ከዓ የርእየን ኣለኹ እንታይ እንተ ከስኻ ከሰናይ ሰናይ ዘብል ዘለከ እንታይ እንታይ ኣለካ ካበይ ከምፂኻያ ገለ መለ ይብሎ ሽዑ እንተረኣኹ እቲ ነገር ብስራሕ ምዃኑ ኣነ እውን ማተይሲ ሓሪሰ ኮፍ ኢለ ኣነ ስዕስዕ ነይረ ከምዚ ምሻለክ ናይ ምስትምሳል ዓይነት ከምኡ ገይረዮ ካብኡ ግን ነፍሰይ ድሕር ሕጂ ኣነ ብዛዕባ ያቆብ ክዛረብ የብለይን እየ ምክንያቱ የቆብ ኣነስ ኣፍታ ኣነ ዝኣትዋ ገዛ ምሼት ምሳይ እንድሕር ኣሎ ኣብ ካልእ ክዛረብ የብለይን ምክንያቱ ስርሑ እዩ ሓንቲ ጓል ኣንስተይቲ ክስዕስዕ ምስ ትኽእል ንዕና የርእየኒ ክትብሎ ትኽእል ገለ ኢለ ካብ ኣንኔው እዚ ክንደይ ክልተ ሽሕን ክንደይ ኣላላ ቴስዓን ትሽዓተ እዩ

ዋላ ሓንቲ ብጣዕሚ እየ እወ ይኣምን ኣይትቀንእን ኢኺ እወ ብወገኑ ኣይኣምን እየ ዝደለየ ዝመፀት ግን እንታይ ትገብራ
ያዕቆብ ከ እንታይ መልሲ ኣለካ ቀኒእኻ ትፈልጥ ዶ ከምቲ ንሳ ብጣዕሚ ህብብቲ ምዃና ዋላ ቅርፃ መልክዓ ሕብራ ብፍላይ እቲ ቅድስ ሰዓሰዓኣ ከዓ ብፍሉይ ብፍላይ ኣብ ኳስ ትበሃል ፀወታ ክትፃወት ከላስ ኩሉ ሰብ ይባእ ዝዛረብ እስኪ ከምኡ ኣጋጢሙ ካፈል ዶ ሓደ ሓሲበ ይፈልጥ እንደ መሰረቱ ኩሉ ግዜ ከ እምነት እንተለኻ ኣብዚ ኣብ ልዕሊያ ብጣዕሚ እምነት እዩ ዘለኒ ኣብዚ ኸደ ትኽት ምስ ዝሳእስኤ ሰብ ትሳሰዕ ወላ ኣብ ምዝንጋዕ ግዜ ኣጋጣምታ ሕጂ ኣብ ገለ ክንዘናጋዕ ከለና ሕጂ ኣይ ደኺመ ገዲፈያ ኸይድ ኣብቲ መዘናገዒ ቦታ ምሰን ኣባላታት ተዘናጊኣ ወላ ሰዓት ሰለስተ ትምፃእ ወላ ሰዓት ኣርባዕተ ትምፃእ ፍፁም ስምተስ እምነት ስለ ዘለን ወሳኒ እቲ እምነት ትረአ እምበር

ግን ኣጋጣሚ ከኣ እዲና ኮይኑ ከኣ ኣብ ክልትና ሓደ ባህርና ኮይኑ ብፍጹም በቃ እቲ እነናሃድና እምነት ስለ ዘለና ከምዚ ክገብ ከምዚ ኣጋጢሙና ከምዚ ኮይኑ ከምዚ ኮይነና ሓሲብና ከና ንፈልጥን ብጣዕሚ ዕድለኛታት ኢኹም ሽኩር ያቆብ ከምዚ ንሳ ኣብ ስቴጅ ኮይና ንስኻ ከዓ ኣብ ታሕቲ ስቴጅ ኮይንካ እም፣ ዝረኣኻላ ኣጋጣሚ ነይሩ ዶ ኣብ በይና ክትልሀ ከላ ምስ ናታ እ፣ እተን ሳዕሳዕታ እሞ ዝተመሰጥካሉ መዓልቲ ትዝክሮ ዶ እንቋዕ ዓወድያስ ናተይ ኮነት ዝበልካሉ ንዓወድያ ብዝያዳ ዘድንቓ ዝመሰጠትኒ ኩሉ ግዜ ሓድሽ ትልሂት ነውፅ ከለና ምስ ኣውፃናያ ሕጂ ኣና ሓቂ ሓይሽ ብቕድሚት ኮይነ እየ ዝርእዮ ነቶም ተላሂት ማናሲ ብድሕሪት ኮይነ ስለ ዝብሎም ሕጂ ንኣውዳ ምንታይ እያ ትምስጠኒ ሕጂ ብዝያዳ ሰበይተይ ኮይና ደይኮነስ ኩሉ ግዜ ኣብቲ ስራሕ እንዶ ክትሪኦ ብፍላይ እዛ ሰይራ እዛ ብዳዊት ክሳዕስዕ ከላ ፍሉይ ክሳይ ዘለዋ በቃ ወላ ኣብቲ ቅርፂ ኢዳ እውን ፍሉይ ናይ ዓወደ ካብቲ ንቡር ናይ ወዲ ሰብ ኢድ ፍልይቲ እያ ሰባር እያ እዛ ከምዚ ሰባር ዓይነት እያ በቃ ስለዚ ማሲ ብፍላይ ናይ እኳ ሳሴት ክሳእሰ ይኸል ብጣዕሚ ሰይ ዝኾነ ይርስዓ ሽኡ በቃ ናተይ ምዃና ይርስዓ ከምዚ ከምዚ ሓዳሽ ጓል ኮይኑ ይስምዓኒ ሽዑ ብጣዕሚ ሰይ ብጣዕሚ እዩ ደስ ዘብል ያቆብ ሓወይ ፍቕርኹም ንዘለኣለም ይንበር ኣሜን።

ዓወድያ እዚ ኣብ መርዒኽዮ ዘለኺ ወድኺ ድምፃዊ እዩ ኣብቲ ናቱ ሞያ እንታይ ኢኽ ትሕግዝዮ እወ ወደይሲ ይሕግዞ እየ ኣብ ዜማ ይሕግዞ ኣብ ግጥሚ እውን እቲ ዓቕመይ ይሕግዞ ብዝያዳ ግን ወደይ የተባብዐ እቲ ስነ ጥበብ ካብ ኣተዎ ክሕይል ከም ዘለዎ፣ ክነፍዕ ከም ዘለዎ፣ ሓደ ስጉምቲ ንቕድሚት ክኸይድ ከም ዘለዎ ኩሉ ነገር ይምህሮ እየ ማለት እዩ ንወደይሲ ካብ ዝኾነት ክሰንፍ ከም ዘይብሉ ኣብታ ስነጥበብ ሞራል እየ ዝህቦ ኣነ ብከምኡ ኣብ ጉንበት ጉንበት ዜማ የውፅኣሉ ሕጂ እውን እንሻላ ረቢ ተቢልና መበል ሰላሳ ዓመት ስለዚ ንወደይሲ ይሕግዘየ የተባብዐየ ኣብ ስነ ጥበብ ማለት ሕጉስቲ እየ ከሱ ድምፃዊ ምዃኑ ብጣዕሚ
ንፍዕ ኢኻ ዘይዘይሲ ድምፃዊ እዩ ንፍዕ እዩ ድሕሪ ቁሩብ እንሻላ ሰብ በፂሕዎ ዘሎ ክበፅሕ ተስፋ ገብር

ኣብ ብዙሕ ዓዲ ጌሽኪ ኢኺ እስኪ ኣብ መገሻ ካብ ዘጋጠመኪ ምሰን ዓበይቲ መሳዕስዕትኺ ምሳኺ ተልሃይቲ ዝነበራ ካብቲ ዘጋጠመኪ እስኪ ገለ ዘኪርኪ ዕልልኒ እወ መጀመርታና እዚ ትስዓን ክንደይ ክብሎ እየ ትስዓን ሸውዓተ እዩ ማለትስ ንኤውሮጳ ንኣሜሪካ ዑደት ነይሩና ሕጅስ ኣብ ዓጥልያ መቸም ኮይና ኣነን ለቲና ኮካ ጸሚእና ገለስ ኮካ ክነምጽእ ንወጽእ ማለት እዩ ንኸይድ ሕጂ እቲ ቋንቋ ኣይንፈልጦን ኢና ኣነ ኸዓ ካብ ለቲና ውዒ ዝበልኩ ኣብቲ ሕጂ ኣብ ዓጥልያ ነቲ እንታይ ሽሙ እቲ ፍሪጅ ናይቲ እንታይ ሽሙ ይመልእዎ እቲ ኮካ ሽዑ ጸቂጣ ውስቕ ኢላ ትወርድ እወ። ገንዘብ ከዓ ትሓስብ ማለት እዩ ሕጂ ኮካ ሃበና ንብሎ ማለት እዩ ይርድኣና መቸም እቲ ወና ሕጂ ይጸቅጥ ኣንኮራ ብለና ኣንኮራ ንብል ይጸቅጥ ኣንኮራ ብለና ኣንኮራ ሙሉ ምሽት ኣንኮራ ክብል ንሕና ኣንኮራ ክንብል እታ ዘንቢል መሊኣ ሕጂ ኣብ ገንዘብ ንመጽእ ማለት እዩ እዋ ኣብ ገንዘብ ንመጽእ ሕሳብ ይገብር መቸም ብሰናቲም ስለ ዝኾነ ይወስድ ተርኢኻስ እታ ሒዝናያ ዝነበረት ብምሉኣ ትመልእ ሕጂ እቲ ሰብኣይ ንባዕሉ ገሪምዎ ኣንኮራ ኣንኮራ ኣንኮራ ኣንኮራ ዋ ሕጂ ብላና ሒዝናዮ ተሰኪምናዮ ንመፅእ እንታይ ማለት እዩ እንታይ ትኾንክን እዚ ኣምፂኽን ገለ ብላና በዓል በዓል ኣሸ እዋ ኣንትን ኢለ ሰብኣይ እንታይ ከም ዝሓሰበ ኣንኮራ ኢልና ኣንኮራ ክንብለ ንሕና ዘንቢል መፅ እዩ ንብሎ ማለት እዩ ኣንኮራ እዋ ሓንቲ ከዓ ኣብ ቻይና ቻይና ሙሉ ሸሞንተ ሰዓት ስካብ ዱበይ ንቻይና ምስ ተጓዕዝናሲ ጥሜት ኣሎ እቲ ናይ ነፋሪት ከዓ ብዙሕ ዝሰማምዕ ሰብ የለን ገለ ሕጂ ኣብታ ኤርፖርት ስጋዕ ትፍተሽ ገለ ከዓ ጥሜት ኣሎ ቻይና ከዓ ትፈልጠ ኢኺ ብወረ ወይ ኬትኪያ ትኾኒ ብጀካ ማለትሲ ህሩግ ኢልካ ክትበልዕ ኣይትኽእልን ኢኻ መግባ ከምቲ ዝብልዎ ማለት እዩ ሕጂ ኣነ ካብቶም ዝፍንፍን ነቲ ነገራት እየ

ቤት መግቢ እቲና ካሕሳይ ተቐቢሉና፣ ሕጂ ካሕሳይ ምእንቲ ከይንፍንፍል ኢሉ ንለቲና ከማን ፈንፋኒ ስለ ዝኾነት በሉ ተደሊኹም ስገ ብጊዕ ተደሊኹም ስገ ስገ ከብቲ ብላና። ሕጂ ንሕና መሬት ደሓን ኣለ ኢልና ኢና። ሕጂ እዚ ሳዕሪ እዚ ሰቲ ሰቲሲ እንታይ ይገብርዎ ይጸርብዎ ሞ ማሽን ድዩ ብገለ ልክዕ ስባጌቲ መስል ግን እቲ ሕብሩ ሳዕሪ ከምዚ ዓይነት እዩ።

ስለዚህ
ብዙሕ ነገራት የጋጥም መገሻ ብዙሕ የጋጥም እዎ ሕረይ ያቆቢኖ ዝነበረና መደብ ናይዛ ሕጂ ናይዛ መጋርያ መደብ ናብዚ ዓፂና ኣለና እስኪ ገለ ትብሎ ተለካ ዕድል ክበካ ያቆብ ሓወይ
ናይ ብሓቂ ሜራ ሓብተይ ፅቡቕ ኣምሲና ኢና እታ ቁርብ ክብላ ደሊ ምስ ዓውድያ ማለት ለቤ ዕድሜን ጥዕናን እንትህቡና እታ ኩሉ ግዜ ንዛረበላ ቅድሚ ሕጂ እውን ተዛሪበላ ኣንቲ እውን ተዛሪበላ እንታይ መደብ ኣለና ሕጂ ንሕናስ ዕድል እንተረኺብና ክንምህር ጥራይ እታ መደብና ኸኣ በቃ ብሓጺሩ እንከለና እተን ዘለዋኒ ቁሩብ ቁራቦሲ ንዞም ደቅና ንሕልፈሎም መደብ ገርና ስለ ዘለና ኢንሻኣላህ ሓሳብ ልብና የስምረልና ኣሜን
ሰምኡና ኸኣ እዞም ሓለፍትና ኸኣ ሓቲትና ኸኣ ንኽማሉልና ኸ በዓል ምሉእ ተስፋ እየ እምበር እታ ድሌትና ክልተና ሕጂ ክንምህር ጥራይ ድሌት ኣለና
ጽቡቅ ያቆብ ሓወይ ኣውዳ እዚኣ ዕድል ክበኪ ወይ ክተመስግኒ ወይ ትብልዮ ተለኪ እወ ሜራ ሓፍተይ መጀመርታ የቐንየለይ እዚ የቆብን ዓወድያ ብሓንሳ ኮፍ ኣቢልኪ ኣብዚኣ መጋርያሲ ንዓይሲ ብዙሕ ተዘክረኒ መጋርያ መበቆልና ተዘክረና ታሪክና ውን ንድሕሪት ተመሊስካ ንገድሊ ተዘክረካ ብጣዕሚ ጽብቕቲ መደብ እያ የቐንየለይ ክብለክ ክፈቱ ምስ ኩሎም እዚኦም ደቅናን ኣሕዋትናን ምስ ኩሉ ህዝቢ ዝዕዘበና ዝርእየና ዝፈትወና ተዓዛባይ ያቆብን ዓወድያ ቲፎዞ ኩሉ ህዝቢ ኤረትራ ቲፎዛና እዩ ንሕና ንሕነ እውን ህዝቢ ኤረትራ እያና ኣነ እንታይ ክብል እደሊ ከመስግኖም ዝደሊ ሰባት ኣለዉ መሳርሕተይ ኣብ ስብሪት ሕጂ ዘለዋ ደቀይ እሕዋተይን ብፍላይ ኣነ ዝገርመኪ ኣብታ ስብሪት ከለኹ እተን ኣዋልድ ክም ዓባይ የኽብራኒ ዝኾነት ነገር ይተሓባበራኒ ክሓምም ይሕግዛኒ ብዝኾነት ነገር ሙሽ ኣለኪ እዚ ከምዚ ዓወት እያ ኢለን ዶ እቲ ወቅሰን ሳዕሳዒት የላን ኣነ እውን ክም ንእሽተይ ኮይነን ከምኦም ኮይነ እተ ዘላትና ዓቅሚ እንዳተሓጋገዝና ን ነብር ማለት እዩ ምስእን ብፍላይ ከመስግኖ ዝደሊ ካብኡ ከኣ በረከት ሓጎስ ከመስግኖ እደሊ ንሱ ከኣ ናይ ብሓቂ ንፉዕ ሳዕሳዓይ ክመሃር ዝደሊ ክወርስ ዝደሊ እታ ብሄርሲ ብልክዕ ከምጻ ዝደሊ ማለት ሲ እዚኣ ብሄር እዚኣስ እንታይ እያ መበገሲኣ ኣበይ ትዓልብ ኩሉ ነገር ክመሃር ዝደሊ ሰብ እዩ ፍዕለን ተማሂሩ እዩ ተማሂሩ እዩ ድሕሪና ሕጂ ቀዳማይ ወራሳይ ኢና ንጽውዐ ንሕና በረኸት ብፍላይ ምስቶም ኣርባዕተ ኣዲንጎ ወዲ ሙሳን ያቆብን ዝጥምበር ዝስዕስዕ ሓደ ንሱ እዩ ንዓይ ከኣ ከም ማሕዛይ እዩ ወይ ከም ሓወይ ማለተይሲ ዝኾነ ነገር ተሸጊረ እሱ እዩ ፈታሒ ናተይ ናይ ሽግራይ በረኸት ክብለኪ ክእል እየ ኣነ ዋላ ብዘይ ምግናን እንተተሸጊረ ናብኡ ኸይድ እንተኾርየ ናብኡ ዝኾነ ነገር ኣነ እንተተጸጊመ ፈታሒ ሽግረይሲ በረኸት እዩ ኣብቲ እንዳ ስርሖ ከ ዳኣ ኣነ ወላ እንተ ተጋግየ ሕጂ ብፍላይ ኣነ መብዛሕትኡ ኣብዚ ግዜ እዚ ምስ በረኸት እየ ዝስዕስዕ ኣነ ምስኡ ክስዕስዕ ምስ በረኸት ደስ ዝብለኒ በረኸት እውን ከምኡ ሕጂ ወላ እንተ ተጋግየ እንዳ ሳዕሳዕና ከለና ገለ ነገር ደርቢ ብጻወታ ከምዚ ኣለኺ ከምዚኣ ግበሪ ኣብዚኣ ደንጉይ ከለኺ እዚኣ ኣብ ስተጅ እንዳ ሳዕሳዕና ስለዚ ንበረኸት ኣነ ከተባብዓኒ ክሕግዘኒ ብሕጂ ውን እንሻላ ዕድመን ጥዕናን እንተሂብኒ ካብ በረከት ከይተፈላሊና ን ኣነ ዓባየ ከለኩ ንሱ ከኣ ንእሽተይ ሓወይ ከሎ ብሓንሳ ክንስዕስዕ እንሻላ ረቢ ይብሎ ከውን። እወ
ብጣዕሚ ኣብ ስብሪት ብዙሕ ፍቅሪ እዩ ዘሎ ንበሬ ከኣ ከም ንፉዕ ሳዕሳዓይ ኩላትና ኢና ነመስግኖ ምስጉን ስነ ጥበባዊ ንፉዕ ተላሃያይ እዩ። እቲ ኩልኹም ደቂ ኤረይ ኣብ ዘለኹም ኮንኩም መደብና ትከታተሉ ዘለኹም ብመደባትና ዓጊብኩም ክትኮኑ ተስፋ እንዳገበርኩ ንሎሚ ኣቕሪበዮ ዝነበርኩ መደብ ነዚ ይመስል ነይሩ። ኣብ ቀጻሊ ከኣ ብኻልእ መደባት ክንራኸብ ኢና። ከምቲ ልሙድ ላይክ፣ ሼር፣ ሳብስክራይብ፣ ኮመንት ኣይትጋደፉና። ዝመጽእ ዘሎ ክንራኸብ ኢና። ሰላም ቅነ። መደባትና ከምዚ ክትከታተልዎ ዝቐነኹም እዩ ነይሩ። ብዘዳለኹልኩም ትሕዝቶ ዓጊብኩም ክትኮኑ ተስፋ ገብር ናትና ምዕባለ ናትኩም ሞራል ዩ ከምቲ ልሙድ ሼር ላይክ ሳብስክራይብ ኮመንት ኣይጋደፉና ኣኣብ ዘለኹሞ ሰላሙ ከብዝሓልኩም ምነ ቻው ደጌረይ